ስም ኣብ ንወልድን መንፈስ ቅዱስ ሓደ ኣምላክ ኣሜን። ጸጋ እግዚኣብሔር ኣምላኽናን ኣማላድነት ኖና ድንግል ማርያምን ኣማላድነት ናይዞም ነዚ ትምህርቲ እዚ ምሂሮም ዘመሓላለፉና ቅዱስ ዮሓንስ ጳውሎስ ዳግማዊ ድማ ምስኩንና ይኹን እናበልኩ፣ መቐጸልታ ናይዚ ዝጀመርናዮ ኣስተንትኖና ሎሚ እንገብሮ ብዕሙቕ ዝበለ ኣብ መጽሓፍ ናይ መሃልየ መሃሊ ከነስተንትን ኢና። ምኽንያቱ መጽሓፍ መሃልየ መሃሊ ኣብቲ ዝሓለፈ ከም ዝበልናዮ ነቲ ሰብኣዊ መዳይ ናይ ቃል ኪዳናዊ ሕይወት ዝገልጸልናን ኣዕሚቑ ኣዕሚቕና ከነስተንትንን ግቡእ ዝኾነ ርድኢትን ክህልወና ዝሕግዘና መጽሓፍ ስለ ዝኾነ። ምናልባሽ እቲ መጽሓፍ እንተ ደኣ ርኢና ካብ ካልኦት መጽሓፍቲ ኣዝዩ ፍልይ ዝበለ እዩ። ግን ከኣ ብተመሳሳሊ ካብቶም ኣዝዩ ብዙሕ ትንተናታት ዝተጻሕፈሉ መጽሓፍ ናይ ክፋል ናይ ቅዱስ መጽሓፍ ውን እዩ። ስለምንታይ ካብ ካልኦት መጽሓፍቲ እዚኣ ዝበዝሐ ትንተና ዝተጻሕፈላ ኢልና ግን ክንሓትት ኣለና። ምኽንያቱ እቲ ፍቕራዊ ወይ ስምዒታዊ ቋንቋ ኣብኡ ስለ ዘሎ። ነቲ ዘቃጽል ስምዒት ናይ ፍቕሪ ኣምላኽን ነቲ ኣምላኽ ዝጸውዓና ተመክሮ ናይ ሓድነት ዝገልጽ ስለ ዝኾነ። ሕጂ ዝያዳ ካብቲ ካልኦት እንተ ርኢና ዋላ ቋንቋ ናይ ኣምላኽ ቃል ኣምላኽ ትብል ቃል እውን ዘለዋ መጽሓፍ ኣይኮነትን ኩሉ ሲ ኣብ መንጎ ወዲ ተባዕታይን ጓል ኣንስተይትን ዘሎ ዝርርብ ዝገልጸልና ጥራይ እዩ ግና እዚ ፍቕራዊ ወይ ስምዒታዊ ቋንቋ ኣብኡ ዘሎ ነቲ ዘቃጽል ስምዒት ናይ ፍቕሪ ኣምላኽን ነቲ ኣምላኽ ዝጸውዓና ተመክሮ ናይ ሓድነት ዝገልጽ እዩ። እቲ ናይ ሰብኣይን ናይ ሰበይቲ ምልክት ናይቲ ንሕና ምስ እግዚኣብሔር ኣምላኽ ጎይታና የሱስ ክርስቶስ ምስ ቤተ ክርስቲያኑ ዝህልዎ ፍቕርን ሓድነትን ዝገልጽን ናብኡ ድማ ከም ዝተጸዋዕና ዘመሓላልፈልና መልእኽቲ ስለ ዘለዎ እዮም ዳርጋ ብዙሓት ቅዱሳን ብዛዕባ እዚ መጽሓፍ እዚ ዝዛረቡን ብዙሕ ትንተናታት ዝገደፉልናን ማለት እዩ። ከምኡ ደኣ ይኹን እምበር፣ ብተመሳሳሊ ነቲ ብኣምላኽ ዝተፈጥረን ዝተባረኸን ሰብኣዊ ፍቕሪ እውን የመልክት እዩ። ምኽንያቱ እቲ ኩሉ ዝጥቀምሉ ቋንቋ ኣብ መንጎ እታ መርዓተይ መርዓዊ መርዓትን ናብታ ፍትውተይ ፍቱው እናበሉ ዝዛረብዎ ቋንቋታት ኩሉ ነቲ ዝተባረኸ ሰብኣዊ ፍቕሪ እውን የመልክተልና እዩ። ስለዚ ትሕዝቶ ናይዚ መጽሓፍ ጾታውን ቅዱስን እዩ ክንብሎ ንኽእል ማለት እዩ። ስለዚ ካብ መጽሓፍ መሃሊ መሃሊ ገለ ገለ ኣርእስታት ወሲድና ከነስተንትን ኢና። እታ መጀመርያ እንሪኣ መርዓት ከም ሓብቲ ትብል ቃል እያ። ኣብዚ መጽሓፍ ደስ ዘብለካ እንተሎ እቲ ኣፍቃሪ ነታ ፍቅርቱ ቅድሚ መርዓተይ ምባሉ ሓብተይ ይብላ። ንኣብነት ኣብ ምዕራፍ ኣርባዕተ ካብ ትሽዓተ ክሳብ ዓሰርተ ክልተ ግዜ ሓብተይ ይብላ። እዞም ፍቁራት ኣብዚ ኩነት ከምዚ ካብ ሓደ ስድራ ዝመጹ ከምዚ ካብ ንእስነቶም ብሓንሳብ ዝዓበዩ ይመስሉ። ሓብተይ ኢሉ ክጽውዓ እንከሎ ከምዚ ካብ ሓንቲ ማህጸን ዝወጹ ካብ ንእስነቶም ብሓንሳብ ዝዓበዩ ካብ ሓድ ስድራ ኣባላት ከም ዝኾኑ ጌሩ ይገልጽ ንዑኡ ከኣ ይመስል። በዚ መንገዲ ከምዚ ካብ ሓንቲ ኣደ ዝተወልዱ ንሓድሕዶም ናይ ሓውን ሓብትን ስምዒት ይካፈሉ ክልቲኦም። ካብዚ ተበጊሶም ርእሰ ሊቃነ ጳጳሳት ብቓል ኪዳን ሰብኣይን ሰበይትን ብፍሉይ መንገዲ ሓው ሓብትን ይኾኑ ይብሉ። ስለዚ ቃል ኪዳን ቅድሚ መርዓውን መርዓትን ወይ ሰብኣይን ሰበይትን ዝገብረና ብፍሉይ መንገዲ ሓውን ሓብትን ዝገብረና ክኸውን ክኽእል ኣለዎ። ሓቀኛ ቃል ኪዳናዊ ፍቕሪ ነቲ ሓደ ነቲ ሓደ ዓይነት ሰብኣውነት ዚካፈል መጻምድትኻ ከም ሓው ወይ ሓብቲ ምቕባል እዩ። ከምቲ ናይ ኣዳምን ሄዋንን ዝረኣናዮም፣ ክልቲኣቶም ኣብ ሓደ ሰብኣውነት ይካፈሉ ነይሮም። ስለዚ፣ እቲ ሓቀኛ ቃል ኪዳናዊ ፍቕሪ፣ ነቲ ሓደ ዓይነት ሰብኣውነት ዚካፈሉ ዚካፈል መጻምድትኻ ከም ሓውኻ ወይ ከም ሓብትኻ ምርኣይ እዩ። ምርኣይን ምቕባልን እዩ። እዚ ድማ ነቲ ኣዳም ንሄዋን ስጋ ካብ ስጋይ ዓጽሚ ካብ ዓጽመይ ዝበሎ ቃል ዘቃልሕ እዩ። ምኽንያቱ ስጋ ካብ ስጋይ ዓጽሚ ካብ ዓጽመይ ክብል እንከሎ ከምዚ ካብ ሓብቱ ካብ ሓቲ ማህፀን ከም ዝወፁ ገይሩ እዩ ዝዛረብ ዘሎ። እዚ ከም ሓብትኻ ምቕባል ዝብል ሓሳብ ነታ ጓል ገለ ዕረፍቲ ዝህብ እንክኸውን ነቲ ወዲ ግን ብደሆ ዓይነት እዩ። ንደቂ ተባዕትዮ ምናልባሽ ገለ ብደሆ እዩ፣ ነታ ጓል ኣንስተይቲ ግን ገለ ሩፍታ ዝህብ እዩ። እዚ ማለት ነታ ጓል በየናይ ዓይነት ስምዒት እዩ ዝቐርባ ዘሎ? እቲ ወዲ ተባዕታይ ነታ ጓል ኣንስተይቲ ብኸመይ ዓይነት ስምዒት ዋላ በዓልቲ ሓዳሩ ዋላ በዓልቲ ቃል ኪዳኑ ትኹን ደኣ እምበር ብኸመይ ዓይነት ስምዒት እዩ ዝቐርባ? ብፍቕሪ ዶ ብፍትወት ስጋ? ብገዛእ ርእስኻ ምውፋይ ዶ ወይስ ገዛእ ርእስኻ ምርዋይ? ኖርማል ወዲ ኣብ ሓብቱ ዝኾነ ስምዒት ኣይመጾን እዩ። እንተ መጺዎ ድማ ይገጦ ዋእ ዝያዳ ሓብተይ እንዳ ኣብ ልዕሊ ሓብተይ ኢሉ ወላ እቲ ኣብ ንኻልኦት ደቂ ኣንስትዮ ዝዕምጽ ንኻልኦት ደቂ ኣንስትዮ ክፉእ ዝፍጽም ወዲ ተባዕታይ ውን እንተ ኾነ ኣብ ሓብቱ ምስ በጽሐት ግን ሓብቱ ክትጉድኦ ይኹን ኣብ ክፉእ ክትወድቆ ዝደሊ ወላ ሓደ የለን። እዚ ኣብ መሃልየ ዘሎ ኣፍቃሪ ነታ ኣፍቃሪቱ ሓብተይ ብምባሉ ባህጉ ናይ ፍቕሪ ደኣ እምበር ናይ ፍትወት ስጋ ከምዘይኮነ የነጽር ማለት እዩ። ምስኡ ምስኣ ዘቀራርቦ ዘሎ ምስኣ ሓድነት ክፍጽም ዝገብሮ ዘሎ ፍትወት ስጋ ዘይኮነስ ከም ሓብቱ ስለዝርኣያ ፍቕሪ ከምዝኾነ ይነግር። ስለዚ ኩሉ ሰብ ቅድሚ ናብ ጾታዊ ርክብን ናብቲ ናይ ስጋን ነገራትን ምድሃብ ወይ እውን እቲ መበገሲ መንቀሊ ሓሳብ ናይ ሓድነት ካብ ናይ ፍትወት ስጋ ናይ ፍቕሪ ክኸውን ከም ዘለዎ ዘመልክት እዩ። ስለዚ ብፍላይ ብወገን ደቂ ተባዕትዮ ብዙሕ እዋን እዚኣ እትረአ ክትእረም ዘለዋ ነገራት እያ። ነታ መጻምድትኻ ከም ሓብትኻ ምርኣይ። ነታ መጻምድትኻ ከም ሓብትኻ ርኢኻ ፍቕሪ ምልጋስ እዚ እቲ ቀዳማይ ነገር ክህሉ ዘለዎ እቲ መበገሲ ፍትወት ስጋ ክኸውን ከም ዘይብሉ ዘነጽር እዩ ማለት እዩ። እታ ካልኣይቲ ንርእያ ኣርእስቲ ኣብ መሃልየ መሃሊ ዕጽውቲ ቦታ ኣታኽልቲ ሕቱም ዓይኒ ማይ ዝብል እቲ መርዓዊ ነታ መርዓቱ ወይ እቲ ኣፍቃሪ ነታ ኣፍቃሪቱ ዝጥቀመሉ ቋንቋ እዩ። እዚ ኣፍቃሪ ኣቲ ሓብተይ መርዓተይ ሕብእቲ ወይ ዕጽውቲ ቦታ ኣታኽልቲ ኢኺ ዕጽው ዔላ ሕቱም ዓይኒ ማይ ኢኺ ብምባሉ ነቲ ሓቀኛ ፍቕሩ ይገልጽ ኣብ መሃልየ መሃልይ ኣርባዕተ ዓሰርተ ክልተ እንረኽቦ እዩ። እዚ ዓይነት ኣገላልጻ እዩ ነታ በዓልቲ ኪዳኑ ወይ ነታ መርዓቱ ዝገልጸላ ዘሎ። ከምዚ ዓይነት ኣበሃህላ ብምጥቃሙ ድማ ነቲ ሓቀኛ ፍቕሩ ይገልጸላ። ርእሰ ሊቃነ ጳጳሳት ቅዱስ ዮሃንስ ጳውሎስ ዳግማዊ እዚ ምስ ኩነት ጾታዊ ርክብ ዝተሓሓዝ ኮይኑ ነቲ ምስጢሩ ብፍላይ ድማ ምስጢር ናይ ጓል ኣንስተይቲ ክንርዳእ ይሕግዘና ይብሉ። እዚ ሕብእቲ ዕጽውቲ ቦታ ኣታኽልቲ ዕጽው ዔላ ሕቱም ዓይኒ ማይ ዝብል ኣበሃህላሲ ምስቲ ጾታዊ ርክብ ዝተሓሓዝ ኮይኑ ነቲ ምስጢሩ ብፍላይ ድማ ምስጢር ናይ ጓል ኣንስተይቲ ክንርዳእ ይሕግዘና ይብሉ ርእሰ ሊቃነ ጳጳሳት። እዚ ዕጽውቲ ቦታ ኣታኽልቲ ሕቱም ዓይኒ ማይ ዝብል ኣበሃህላ ነቲ ምሉእ ግላዊ ክብሪ ጾታ ናይ ጓል ኣንስተይቲ ዝገልጽ እዩ፣ እቲ ክብሪ ናታ ዝገልጽ እዩ። ንሳ ኣብ ዓይኒ ሰብኣያ ንገዛእ ርእሳ ከም ዋና ተቕርብ። እቲ መርዓዊ ከምቲ ኣብ መሃልየ ዘሎ ኣፍቃሪ ነታ መርዓቱ ጎይታኣ ክኸውን ስለ ዘይክእል የኽብራ ማለት እዩ። ምኽንያቱ ንሳ ክብሪ ዘለዋ ናታ ክብሪ ሒዛ ዝተፈጥረት ስለ ዝኾነት እቲ በዓል ቤታ ወይ እቲ መርዓዊኣ ጎይታኣ ዘይኮነ ብሓቂ ከኽብራ ከም ዘለዎ ዘነጽር እዩ። ንስክመልካ ወይ ክቆጻጸራ ኣይክእልን እዩ እውን ይብሉ ርእሰ ሊቃነ ጳጳሳት። ሓሳብ ናይዚ እንታይ እዩ እንተበልና ሓቀኛ ፍቕሪ ንምስጢር ናይቲ ሰብ ከይገሃሰ ናብ ምስጢር ናይ ካልእ ሰብ ምእታው ማለት እዩ። ንምስጢር ናይ ካልእ ሰብ ዝግህስ ዘበለ ኩሉ ሓቀኛ ፍቕሪ ክህልዎ ኣይክእልን እዩ። እንታይ ደኣ ምስጢር ናይ ካልእ ሰብ ዓቂብካ ኣብቲ ምስጢር ናቱ ምስታፍ እዩ። ፍቕሪ ናይ ሓደ ሰብ ነቲ ተፈቃሪ ዝግህጽ እንተ ኾይኑ ፍቕሪ ኣይኮነ ፍቕሪ እውን ተባሂሉ ክጽዋዕ የብሉን። ንኣብነት ብጌጋ ኣበሃህላ ዝለመድናዮ ኣብ ሕብረተሰብና ንጥቀመሉ ንኣብነት ፍቕሪ ሓበሻ ብጸርፊ ወይ ማህረምቲ ዝበሃል ኣበሃህላ ኣሎ። እዚ ንሓቀኛ ፍቕሪ ዝገልጽ ኣይኮነን። ምኽንያቱ ሓቀኛ ፍቕሪ ንመሰልን ንኽብሪ ናይ ካልእ ሰብ ዝግህስ ኣይኮነን። ስለዚ ዝኾነ ኣፍቃሪ ናብቲ ዕጹው ጃርዲን ክኣቱን ኣብቲ ናታ ምስጢሩን ክካፈል ዝደሊ ጥሒሱ ወይ ሰቢሩ ዘይኮነ ብፍቕሪ ክኩሕኩሕን ብኽብሪ ድማ ግብረ መልሲ ክጽበን ይግብኦ ማለት እዩ። ስለዚ ኣብ ዝኾነ ጾታዊ ርክብ ኣብ ዝፍጽሙሉ ሰብኣይን ሰበይትን ኣብ ንሕድሕዶም ክብሮም ብምትሕልላው ፍቓድ ብምሕታት ነቲ ናይቲ ካልእ ሰብ መሰል ብምሕታት ናጽነቱ ብምዕቃብ ናይ ፍቕሪ ተግባር ብምሕታት ደኣ'ዩ ክኸውን ዘለዎ እምበር ጥሒስካ ወይ ሰቢርካ ብሓይሊ ብምልኪ ዝኸውን የለን። ክብሪ ናይ ሰብ ኳሕኲሕካ ፍቕሪ ሓቲትካ ደኣ'ምበረይ ብግዲ ዝኸውን የለን። እንተዘይኮይኑ ዓመጽ ተባሂሉ ይጽዋዕ ማለት'ዩ። ስለዚ ከምዚ እዚ ኣፍቃሪ ዝብላ ዘሎ ከምዚ ዓይነት ኩነትን ክብርን ስለ ዘለዋ ነታ ጓል ኣንስተይቲ ብክብሪ ምሕታትን ምኩሕኳሕን የድሊ ማለት እዩ። ነዚ ስለ ዝተረደ ኣፍቃሪ ናይዛ መጽሓፍ ኣቲ ሓብተይ ፍትውተይ ኣቲ ርግበይ ፍጽምተይ ክፈትለይ ብምባል ነቲ ድልየቱ ይገልጽን ነቲ ህያብ ድማ የበግሶ። ሕጂ ኣብቲ ክንሪኦ ዝጸናሕና ከመይ ዓይነት ክብሪ ከም ዘለዋ እንታይ ዓይነት መሰል ዋጋ ከም ዘለዋ ክገልጻ ጸኒሑ ሕጂ ድማ እንታይ ይብላ ዘሎ ክፈትለይ ኣንቲ ዕጽውቲ ሕትምቲ ዓይኒ ማይ እናበለ ክገልጻ ዝጸንሐ ሕጂ ክፈትለይ እናበለ ኣብ ምዕራፍ ሓሙሽተ ፍቕዲ ክልተ ይገልጽ ነቲ ህያብ ድማ የበጋግሶ ድሌቱ ይገልጽ ማለት እዩ ንሳ ድማ ፍትወይ ማዕጾ ኮኮሕኮሕ ሰማዕክዎ ትብል ኣብኣ ኣብ ምዕራፍ ሓሙሽተ ፍቕዲ ክልተ እዛ ፍቅርቲ ነዚ ሰሚዓ ብነጻ ድላያ ብዘይ ዝኾነ ተጽዕኖ ነቲ ዕጽው ቦታ ኣታኽልቲ ናቱ ትገብሮ። ስለዚ ንሱ ብትሕትና ስለ ዝሓተተ ክፈትለይ ብምባል ነቲ ህያብ ስለ ዘበገሰን ነቲ ድሌቱ ስለ ዝገለጸን ንሳ ድማ ነቲ ድምጹ ሰሚዓ ኳሕኳሕ ናቱ ሰሚዓ ይኩሕኳሕ ኣሎ ፍትወይ ፍቑረይ ኢላ ድማ ብነጻ ድላያ ብዘይ ዝኾነ ተጽዕኖ ነቲ ዕጹው ቦታ ኣታኽልቲ ናታ ናቱ ትገብሮ ንዕኡ ተወፍዮ። ከምኡ ስለ ዝኾነ ንሳ ንፋስ ሰሜን ተንስእ ንፋስ ደቡብ ንዓ ነዚ ኣየር ንኹሉ ምውሽጣ ምእንቲ ክመልእ ኣብ ኣታኽልተይ ንፈሱ ፍትወይ ናብ ገነቱ ይምጻእ ክቡር ፍሬታቱ ከኣ ይብላዕ ዝበለት ኣብ ምዕራፍ ኣርባዕተ ፍቕዲ ዓሰርተ ሽዱሽተ ሕዚ ንሳውን ኣብቲ ኩነት ናቱ ክሳተፍ ከም ዘብቅዓቶ ልባ ከም ዝኸፈተትሉ ማዕጾኣ ከም ዝኸፈተት ትዛረብ። እቲ ብፍርሃት ንሓድሕድኩም እዙዛት ኩኑ ዝብል ኣብዚ ምልኣት ይረክብን ንሱ ድማ ነቲ ናታ ዕጹው ህያብ ይኸፍቶን። ስለዚ እቲ ብፍርሃት ክርስቶስ ንበሩ፣ ብፍርሃት ክርስቶስ ተመላለሱ ዝብል ቅዱስ ጳውሎስ ዝሃቦ ኣብዚ ናይ እዚኦም ሰባት እዚኣቶም ህያው ኮይኑ ክረከብ ንሪኦም ማለት እዩ። ከምኡ ስለ ዝኾነ ንሳ ሓብተይ መርዓተይ ናብ ገነተይ መጽየ እኔኹ ከርበይን ምኡስ ቀመማተይን እቕንጥብ ኣለኹ መዓር ወለላይን መዓረይን እበልዕ፣ ነቢተይን ጸባይን እሰቲ ኣሎኹ ይብል ኣብ ምዕራፍ ሓሙሽተ ፍቕዲ ሓደ። ስለዚ እዚ ናይ ፍቕራዊ ዝርርብ ናይዘም ፍቑራት ንምስጢር ሓቀኛ ፍቕሪ ዝገልጽ እዩ። ንሳቶም ነቲ ቋንቋ ናይ ሰብነቶም ምልክት ናይ ሞለኮታዊ ፍቕሪ ምዃኑ ብትኽክል ዘንበቡ እዮም። ምኽንያቱ በቲ ሰብነቶም ገይሮም እዮም ነቲ መለኮታዊ ፍቕሪ ኣምላኽ ዝገልጹን ዘመሓላልፉን ዘለዉ። ስለዚ እዚ ቀዳማይ ክፋል ናይቲ ናይ መሃሌ መሃሊ እንረኽቦ ሰብኣዊ ሸነኽ ናይ ቃል ኪዳን እዩ እቲ ሰብኣዊ መዳይ ናይ ቃል ኪዳን እዚኣቶም ከመይ ገይሮም ብዝያዳ ዓሚቖም ከም ዝነበርዎ ዝነግረናን ዘረዳኣናን እዩ ኣብ ዝቕፅል ዘሎ እውን ካልኣይ ክፋላ ክንቅፅል ኢና ብተመሳሳሊ እውን ንመጽሓፍ ጦቢት ምዕራፍ ሸውዓተን ሸሞንተን ብፍላይ ከነንብባ ሓደራ እናበልኩ፣ ንዝቕጽል ትምህርትና መስተንተኒ ዝኾነና ብኸመይ ጾታዊ ርክብ ቅድሚ ቃል ኪዳን ሓጢኣት ዝኸውን? ጾታዊ ርክብን ቃል ኪዳንን እንታይ ምትሓሓዝ ኣለዎ? ዓራት ናይ ሰብ ሓዳር መንበረ ታቦት እዩ ይበሃል። እዚ ብኸመይ ከምኡ ኰይኑ? ኣብ ግዜ ጾታዊ ርክብ ሰብ ሓዳር እንታይ ዓይነት መንፈሳውነትን ናይ ጸሎት ህይወትን ክህልዎም ኣለዎ ዝብል ኣብ ዝቕጽል ትምህርትና ዝያዳ ክንትንትኖን ከነስተንትኖን ክንፍትን ኢና። እግዚኣብሔር ኣምላኽ ኣብ ዘዘለናዮ ሰላምን ደሓንን ይግበረልና። ብሩኽ ቅንያት!